ሰላም ሰላም ተኸታተልቲ እዚ ቻነል ከመይ ቀኒኹም ኣብዚ ዘለኹሞ ሰላምን ጥዕናን ኣብ ስራሕኩም ድማ ኣሳልጦን ዓወትን ንምነ እዚ ቻነል እዚ ብዘቕርቦ ትምህርቲ ንኣፍልጦ ሕብረተሰብ ኣብ ኮምፒውተር ክብ ንምባል ዝነጥፍ ቻነል እዩ ከም መቐፀልታ ዝሓለፈ ትምህርትታትና ድማ ሎሚ እውን ሓድሽ ትምህርቲ ሒዝና ቀሪብና ኣለና ንሎሚ እንሪኦ ትምህርቲ ፕሮሰሰር ኣብ ፕሮሰሰር ዘተኮረ እየ። ኣብዚ ቪድዮ እዚ ዘለና ሸፈነ ቀዳማይ መብርሂ ብዛዕባ ፕሮሰሰር፣ ካልኣይ ቅርፂ ኣሰራርሓ ፕሮሰሰር ምፍላጥ፣ ሳልሳይ ድማ ምስ ፕሮሰሰር ዝሰርሓ ትካላት ምልላይ ወይ ድማ እቶም ኣብ ቀረባና እንጥቀመሎም ዘለና ወይ ኣብ ኩሉ ዓይነት ኮምፒተር እንርእዮም ዘለና ፕሮሰሰር እንታይ ዓይነት ምዃኖም ከመይ ይሰርሑን ምፍላጥ ማለት እዩ። ኦከ ስለዚ ፕሮሰሰር ክንብል ከለና እንታይ ማለት እዩ? ፕሮሰሰር ካብ ሓደ ኣካላት ናይ ኮምፒተር ምዃኑ ኣብ ዝሓለፈ ፒሲ ኮምፖነንትስ፣ ኣካላት ኮምፒተር ዝብል ትምህርትና ተዓዚብና ነይርና። እዚ ኣካል እዚ እንታይ ይሰርሕ? ፕሮሰሰር ሓደ ኣካል ኮምፒተር ኮይኑ ካብቲ ዝደቐቐ ክሳብ እቲ ዝዓበየ፣ እዚ ማለት ካብ ምኽፋት ኮምፒተር ክሳብ እቲ ብደረቕን ብተንቀሳቐስን ስእሊ እንሪኦ ዝተፈላለዩ ምንቅስቓሳት ዝዓዪ ኣካል ናይ ኮምፒተር እዩ። በዚ ዕዩ ድማ እዩ ፕሮሰሰር ከም ሓንጎል ኮምፒተር ዝፍለጥ። እዚ ሓሳብ እዚ ክርደኣና መስርሕ ኮምፒዩተር ቁሩብ ክንፈልጥ ክንክእል ኣለና። ነዚ ንኽንርዳእ ድማ እዚ ስዒቡ ዘሎ ዲያግራም ንተዓዘብ። ኮምፒዩተር ሓበሬታ ይቕበል፣ ሓበሬታ ይምስርሕ፣ ሓበሬታ ከኣ የውጽእ። እዚ ማለት ፕሮሰሰር መጀመርያ ሓበሬታ ይቕበል፣ ነቲ ዝመጾ ሓበሬታ ድማ ይምስርሖ። ውፅኢቱ ድማ ይህብ። እዚ ብእንግሊሽ ክንብሎ ከለና input data ሓበሬታ ምቕባል እዩ፣ data process ሓበሬታ ምስራሕ፣ data output ሓበሬታ ድማ ይወፅእ ማለት እዩ። እዚ ዲያግራም እዚ ውፅኢታዊ ክኸውን ፕሮሰሰር ኣብዚ ቆይሙ ኣሎ፣ ምስኡ ድማ ኣብ ጎኑ ራም ኣሎ። በቲ ሓደ ሸነኽ እንተሪኢናዮ Input and Output Systems፣ ካብዚኦም እቶም መሰረታውያን ንሕና ንጥቀመሎም፣ ማውዝ፣ ኪቦርድ፣ ከም ኢንፑት ሲስተም ክኾኑ ከለዉ፣ ስክሪን ድማ ከም ኣውትፑት ሲስተም። ስለዚ ንኣብነት ሓደ ሰብ ዳይሬክትሊ ብኪቦርድ ክጽሕፍ እንከሎ፣ ሓበሬታ ኢንፑት ይገብር ኣሎ፣ ዳታ ኢንፑት ይገብር ኣሎ። እዚ ኢንፑት ዝኾነ ሓበሬታ ብመንገዲ ራም ኣቢሉ ናብ ፕሮሰሰር ይኣቱ። ፕሮሰሰር ነዚ ኢንፑት ዝገበሮ ሓበሬታ መስሪሑ ዳይረክትሊ ኣውትፑት ይገብሮ ናብ ስክሪን። ከም ውጽኢቱ ድማ ኣብ ውሽጢ ፍራክሽን ኦፍ ሰከንድስ፣ ኣብ ውሽጢ ሓጺር ግዜ፣ ኣብ ቋሕ ሰብ ማለት እዩ፣ ብኢድካ ኣብ ኪቦርድ ታይፕ ትገብሮ ዘለኻ ብቐጥታ ኣብ ስክሪን ትሪኦ ማለት እዩ። እዚ መስርሕ እዚ ብኢንፑት ዳታ፣ ብዳታ ፕሮሰሲን and ብዳታ ኣውትፑት ኮይኑ ተሰሪሑ ይመጽእ ካስእ ዘሎ ማለት እዚ ስራሕ እዚ እዩ። ፕሮሰሰር ዝሰርሖ ስራሕ። በዚ ስራሕ እዚ ድማ ፕሮሰሰር ከም ሓንጎል ናይ ኮምፒተር ገይርና ንርድኦ። ከም ሓንጎል ናይ ኮምፒተር ኮይኑ ይሰርሕ። ፕሮሰሰር ዝሃብካዮ ዓይነት ስራሕ ክሰርሕ ይኽእል እዩ። ካብቲ ዝቐለለ ምድማር ምጉዳል ምርባሕ እንጥቀመሎም ከም ኣብ ካልኩሌተር እንጥቀሞ ኣገባባት እዞም ደቀቕቲ ነገራት ካብዚኦም ጀሚሩ ክሳብ ዓበይቲ ናይ ሕሳብ ምርቓም ወይ ድማ ካልኩሌሽን ክሰርሓልና ይኽእል እዩ። ክሳብ ዓበይቲ ስሪ ዳይመንሽናል፣ ሰለስተ መኣዝናዊ፣ ዝኾነ ስእልታትን ቪድዮታትን እውን ክሰርሕን ክነጥፍን ይኽእል እዩ ፕሮሰሰር። ስለዚ እዚ ክርድኣና ኣቃውማ ኮምፒውተር ክንርዳእ መጀመርያ ፕሮሰሰር ኣብ ማዘርቦርድ ሶኬት ይህልዎ። በዚ ሶኬት እዚ ድማ ናብ ማዘርቦርድ ይገጥም። ኣብዚ ከይተረዳእና ከይተከፍናያ ክሓልፍ ዘይደሊ ማዘርቦርድ ንበይኑ እኳ ንርእዮ እንተኾና ፕሮሰሰር ምስ ኢንፑት ምስ ኣውትፑት ምስ ራም ኣበይ ይራኸብ? መራኸቢ ባይታ ናቶም ማዘር ቦርድ እዩ። ስለዚ ፕሮሰሰር ምስ ማዘር ቦርድ ክራኸብ እዚ ሶኬት እዚ የድልዮ። እዚ ፕሮሰሰር ሶኬት ንብሎ። ፕሮሰሰር ኣብዚ ሶኬት እዚ ገጢሙ ምስ ማዘር ቦርድ ብምርኻብ ካብ ማዘር ቦርድ ፓወር ክወስድ ይኽእል። ብመንገዱ ድማ ሓበሬታ ይልእኽን ይቕበልን። ካልኣይ ፕሮሰሰር ኮርስ እንብሎም ኣካላት ይህልውዎ። እዞም ኮርስ እንብሎም ኣካላት ሎሚ ቁሩብ ኣብ ቴክኖሎጂና ተሪእናዮ ዱዋል ኮር ኮር ኣይ ስሪ ኮር ኣይ ፋይቭ እናበለ ይኸይድ እዞም ኮርስ ቨርቹዋል ድራይቭስ ማለት እዩ። እዚ ፕሮሰሰር ክንሪኦ ከለና ሓደ ከም ሃርድዌር ክንሪኦ ከለና ሓደ እዩ። ቨርቹዋሊ ግን ኣብ ውሽጡ ኮርስ ኣለዎ። እዞም ኮርስ ዝበዝሐ ኮርስ እንተሊካ ኣብ ሓደ እዋን ዝበዝሐ ስራሕ ሓቢርካ ክሰርሕ ትኽእል ማለት እዩ። ኣብ ሓደ እዋን ዝተፈላለዩ ስራሕ ክሰርሕ ትኽእል ማለት እዩ። ስለዚ እዚ ኮር ናምበር ኮርስ እቲ ቁፅሪ ናይቶም እትጥቀመሎም ፕሮሰሰርካ ዘለዎም ኮርስ ኣብ ፕሮሰሰርና ዘለዉ ኮርስ ኮር ከም ማእከል ንውሰዶም ወይ ከም ቨርቹዋል ኣካላት ናይ ፕሮሰሰር ዘይረኣዩ ኣካላት ናይ ፕሮሰሰር ስለዚ ሓደ ኣካል ክህልዎ ከሎ ኣብ ሓደ እዋን ሓደ ስራሕ እዩ ክሰርሕ ዝኽእል ክልተ ኣካል ክህልዎ ከሎ፣ ኮር ንብሎ ዘለና፣ ክልተ ኮር ክህልዎ ከሎ፣ ክልተ ስራሕ ክሰርሕ ይኽእል ኣብ ሓደ እዋን። ሰለስተ ኮር ክህልዎ ከሎ፣ ሰለስተ ኮር ሰለስተ ስራሕ ክሰርሕ ይኽእል። ሓሙሽተ ክህልዎ ከሎ፣ ሓሙሽተ ስራሕ ክሰርሕ ይኽእል። ሕጂ እዚ ዳይሬክትሊ ምስቲ ኮር ኣይ ስሪ ኮር ኣይ ፋይቭ ንብሎ ዘለና ከይተገራጭዎ፣ እሱ ካልእ ተወስ ካልእ መፍለይ መለክዒታትን ኣለዎ እቲ ኮርስ ኣብ ቦትኡ ከሎ ካልእ መምዘኒታት ከኣ ኣብ ፕሮሰሰርና ዘለዉ ኮር ክበዝሕ እንከሎ ኣብ ሓደ እዋን ክንሰርሖ እንኽእል ስራሕ እና በዝሐ ይኸይድ። ድሕሪኡ ክሎክ፣ ክሎክ ልክዕ ከም ሰዓት ኮይኑ ቆጻሪ ማለት እዩ። እዚ ክሎክ እንብሎ ብጊጋ ሄርዝ ይዕቀን። እዚ ድማ ኣብ ሓደ ሰከን ክንደይ ዝኣክል ዑደት ከም ዝገብር ዝዕቅን ማለት እዩ። ንኣብነት ክልተ ጊጋ ሄርዝ ስፒድ ዘለዎ፣ ፍጥነት ዘለዎ፣ ክሎክ፣ ሰዓት፣ ኣለዎ እዚ ፕሮሰሰር እዚ ክንብል ከለና እዚ እንታይ የረድኣና ኣብ ሓደ ሰከን ክልተ ሚልዮን ዑደት ክልተ ቢልዮን ኖት ሚልዮን ክልተ ቢልዮን ዑደት ክገብር ከም ዝኽእል ማለት እዩ። ስለዚ እዚ ዑደት ናይ ሰዓት እናቐልጠፈ ክኸይድ ከሎ ስራሕና ድማ ማዕሪኡ ፍጥነቱ እናወሰኸ ይኸይድ። ራብዓይ ኣካሉ ካች፣ Catch Memory፣ ንብሎ። ካች፣ Catch፣ ምሓዝ ማለት ቃል ንቓል። ስራሕ ካብ ራም እዩ ናብ ፕሮሰሰር ዝኣቱ ኢልና። ካብ ራም ንፕሮሰሰር ክኣቱ ከሎ ዳይሬክትሊ ኣይኮነን ዝኣቱ፣ ላይንስ ኣለዎ። ስራሕ ካብ ራን ናብ ካች ይኸይድ። እዚ ካች ግዝ ማራ ንእሽቶ እዩ ንግዚኡ ሒዙ ቀጥታ ግን ቅልጣፈ ከኣ ቅልጣፈ ናይ ራምን ናይ ፕሮሰሰርን ሓደ ኣይኮነን። ፕሮሰሰር ኣብ ኮምፒተርና ካብ ዘለዉ ኣካላት እቲ ዝቐልጠፈን እቲ ዝነጠፈን እዩ። ስለዚ ቅልጣፈ ናይ ራምን ናይ ፕሮሰሰርን ክነወዳድሮ ከለና፣ ብጣዕሚ ርኡይ ዝኾነ ፍልልይ ኣለዎ። ስለዚ ቅልጡፍ ፕሮሰሰር ኣለና እናበልና ዝሑል ራም እቕልቦ እተልዩ ኦቨርኦል ብሓፈሻ እቲ ስራሕ ናይ ኮምፒተርና እንታይ ኮይኑ ኣሎ ማለት እዩ ዝሒሉ ኣሎ። እዞም ካች ነዚ ንምቅልጣፍ እዮም ካብ ራም ተቐቢሎም ቀልጢፎም ንፕሮሰሰር ዝቕልቡ ማለት እዩ። ስለዚ ዝዓበየ ስፔስ ናይ ራም ካች ክህልወና ከሎ እንታይ የረድኣና? ብዙሓት ስራሕ ከዓ ቀልጢፎም ኣብ ኮምፒውተርና ክስርሑ ይኽእሉ ማለት እዩ። እምበኣር ሎሚ ካብቲ ቅድሚ ሕጂ እንፈልጦ ኮምፒተር ክንዕድግ ከለና ብሓፈሻ እንሓቶም ሕቶታት ኣለዉ። እስከ ንነፍስና ነፍሲ ወከፍ ካባና ነብስና ይሕተት፣ ኮምፒተር ክትዕድግ ምስ ደለኻስ እንታይ ዓይነት ኮምፒተር ኢኻ ትእዝዝ? ዝሓሸት ኮምፒተርሲ እንታይ ዘማልእት እያ? ምናልባት ፍጥነት ናይ ፕሮሰሰር ጥራሕ ትርእዩ እቲ ልሙድ ሰብ እቲ ደሓን ዝኾነ ኣፍልጦ ዘለዎ ሰብ ፕሮሰሰር ስፒድ ራም and hard disk በዚኤን እዩ ዝዕቀ ክንየው እዚ እዚ ካች ንብሎ ዘለና ተራ ኣለዎ ኣብቲ ኔክስት ቪድዮ ኣስፋሕ ኣቢልና ከዓ ክንውሱ ኮይና እዚ ናይ ፕሮሰሰር ከመይ ገይሩ ይሰርሕ ስለዚ ፕሮሰሰርና ከም ሓደ ኣካል ክንዕዘቦ ዝፀናሕና ፕሮሰሰር ሶኬት ምስ ማዘርቦርድ ከም ዘራኽቦም ፈሊጥና ኣለና። ኮርስ እንብሎም ዝዓበየ ተራ ከም ዘለዎም፣ እቲ ኮር እናበዝሐ ክኸይድ ከሎ ኣብ ሓደ እዋን እንሰርሖ ስራሕ እናዛየደ ከም ዝኸይድ ፈሊጥና ድሕሪኡ እቲ ክሎክ ወይ ከኣ ሰዓት ንብሎ ዑደት ዝገብር ፍጥነት ናይ ኣብ ሓደ ሰከንድ ዝግበር ዑደት ዝዕቅን፣ Clock Speed፣ ንብሎ ርኢና። እዚ ስፒድ እዚ ኣብ ሓደ ሰከንድ ክስራሕ ዝኽእል ስራሕ ማለት ኣብ ሓደ ሰከንድ ክንደይ ዑደት ይኸይድ ወሳኒ ምዃኑ ርኢና። ንኣብነት ክልተ ጊጋሄርዝ ፕሮሰሰር ስፒድ ኣለዎ እንተይልና ክልተ ቢልዮን ሳይክልስ ዑደት ኣብ ሓደ ሰከንድ ኽገብር ከም ዝኽእል ተረዲእና ስለዚ ዑደት ናይ ሰዓት እናቐልጠፈ ክኸይድ ከሎ ኣብ ሓፂር ግዜ ዝስርሑ ሓበሬታትና እናቐልጠፉ ይኸዱ ድሕሪኡ ስግር ኢልና ካች ካች እዚ ሓበሬታ ብምቕባል ካብ ራም ሓበሬታ ተቐቢሉ ቀጥታ ንፕሮሰሰር ኣቀላጣፊ ባእታ ኣብ መንጎ ራምን ፕሮሰሰርን ኣቀላጣፊ ባእታ ኮይኑ ሓበሬታ እናተቐበለ ንፕሮሰሰር ዝምግብ። ስለዚ እቲ ካች ራም እንብሎ ኸኣ እቲ ሳይዝ ናቱ እናዓበየ ክኸይድ ከሎ ዕዮ ፕሮሰሰርና እናዛየደ ከምዝኸይድ ርኢና። ስለዚ እዚ ይመስል ፕሮሰሰር ነዚ ፕሮሰሰር እዚ ዘፍርያ ክሳብ ሕጂ ክልተ ትካላት ኣለዋና ኢንተልን ኤኤምድን። ኢንተልን ኤኤም። እዘን ትካላት እዚኤን ነዚ ዕዳጋ ናይ ፕሮሰሰር ዓብሊለን ሒዘንኦ ይርከባ። ኣብ ኔክስት ክላስ ስፔሲፊካሊ ፕሮሰሰር ቅልጣፊኡን ምስ ማዘርቦርድ ኾይኑ ዝያዳ ዕዮ ንኽገብር ዘድልዮ ኣብ ከባቢኡ ምስኡ ዝነጥፉ ኣካላትን ከም ካች ዝበልናዮም ናይ ራም ፅልዋ ፕላስ ላይንስ ኣለዉ ኮርስ ክህልው ተኾይኖም ላይንስ ኣለዉ ላይን ዋን ላይን ቱ ላይን ስሪ እናበልና እዚኦም ኣብቲ ቅልጣፈ ናይ ኮምፒውተርና ምስ ፕሮሰሰር እንታይ ዓይነት ፅልዋ ክህልዎም ክንርኢ ኢና ኣብ ኣእምሮና መጀመርያ ኣብ ኣእምሮና ክነንብሮ ዘለና ፕሮሰሰር ብጣዕሚ ቅልጡፍ እዩ ፕሮሰሰር ግን ከም ሓደ ኣብ ውሽጢ ሓደ ሳንዱቕ ዝተዓፅወ በልሕ ኣካል ጌርና ንወስዶ ቨሪ ስማርት ዝኾነ ግን ዕፁብ ኣብ ውሽጢ ሓደ ክፍሊ ዝተዓፅወ በልሕ ጌርና ንወስዶ እዚ ፕሮሰሰር እዚ ኣብዛ ውሽጢ ክፍሊ ስራሕ ተምጺኻሉ ዝኾነ ዓይነት ስራሕ ቀልጢፉ ክሰርሖ ዝኽእል እዩ። እንተዘይኮይኑ ባዕሉ ስራሕ ናይ ምእራይ ሓይሊ የብሉን። ስለዚ ፕሮሰሰርና ከምዚ እንተኾይኑ ኣብ ውፅኢት ስራሕና ምስ ፕሮሰሰር ተራ ዘለዎም ኣሎ ማለት እዩ። ኣነ ዝበዝሐ ግዜ ፕሮሰሰር ከም ፎርና እዩ ዝምስሎ። ምክንያቱ ሓደ ሓሙሽተ ሽሕ ባኒ ኣብ ሰዓት ከውፅእ ዝኽእል ፎርኖ እንተምፂኻ እንተኾነ ግን እቲ ናብ ውሽጢ ፎርኖ ክትእትወሉ እትኽእል መሳኹቲ እዩ ኣብ ሰዓት ሽሕ ባኒ ክእቱ ዝኽእል እንተኾይኑ ኣብ መወዳእታ ውጽኢትና እንታይ ክኸውን ፎርኖና ኣብ ሰዓት ሽሕ ባኒ እዩ ክሰርሕ ዝኽእል ማለት እዩ። ስለዚ እቶን መሳኹቲ ናብቲ ፎርኖ ባኒ ዝእትዋ ወሰንቲ እየን። እቶም በቲ መስኮት ናብቲ ፎርኖ ባኒ ዝእትዉ ኣካላት እውን ፍጥነቶም ወሳኒ እዩ። እቶም ካብ ፎርኖ ተቐቢሎም ዝኣልዩ እውን ፍጥነቶም ወሳኒ እዩ። ፕሮሰሰርና እምበኣር ልክዕ ከምኡ እዩ። ፕሮሰሰርና ከም ኣብ ሓደ ዕጹው ገዛ ኮፍ ኢሉ ዝሰርሕ ሓደ በሊሕ ኣብ ማዘርቦርድ ሓደ ስማርት ኣካል ኣሎ ፕሮሰሰር እዚ ኣካል እዚ ሓበሬታት ተብፅሕካሉ ቀልጢፍካ ቀልጢፉ ይበካ ስፔሲፊካሊ ንፕሮሰሰር ብዝግባእ ክንጥቀመሉ ኣብ ንኽእለሉ ደረጃ ፀለውቲ ዝኾኑ ኣካላት መን እዮም? Next class ኣብዚኦም ፎካስ ገይርና ክንሰርሕ ኢና። ናይ ሎሚ ክላስ ነዚ ይመስል ነይሩ። ኣብዚ ነቕርቦ ዘለና ትምህርቲ ዝኾነ ርእይቶ ተልይኩም ክሰፍሕ ትደልይዎ ክንድህስሶ እትደልዩ ኣካል ናይ ኮምፒተር ብፍሉይ ማለት እዩ ስፐሲፊካሊ እዚ ፖርሽን እዚ ትብልዎ እተልይኩም ፕሊስ ኮመንት ግበሩ ምክንያቱ እቲ ናትኩም ኮመንት ኢት ማተርስ እተምጽዎ ኮመንት መወዳእታ እዚ ትምህርቲ እዚ ንዓኹም እዩ። ንዓኹም እንተኾይኑ ንዓኹም ብዝርዳእ መንገዲ ክቅረብ ስለዘለዎ ዝኾነ ዝስመዓኩም ቅሬታን ዘይተረደኣኩም ምስ ዝህሉ ኮመንት ግበሩ ፕላስ እዚ ትምህርቲ እዚ ንብዙሓት ከምዚ ከማና ክሕግዝ ፕሊስ ሼር ንግበሮ ከም ዝበፅሕ ንግበሮ ናብ ከማና ናብ ኣሕዋትና ናብ ካልኦት ኣሕዋትና ከም ዝበፅሕ ንግበር ዝተረፈ ፅን ኢልኩም ስለ ዝተኸታተልኩምንን ዝሰማዕኩምንን ብልቢ የመስግን ኣብ ዝመጽእ ዘሎ ክላስ ክሳብ ንራኸብ ሰላም ቅነ።